ጎይታ ይባረክ ምናልባት እግዚኣብሔር ኣምላክ ድምፀ ይስማዕ ኣሎ ፅቡቅ
ያ ፓስተር ፅቡቅ ኣለካ እስቲ ሓደ ሰብሲ ሓፃር ጥቕስላ ማቴዎስ 11 15 ጥራይሲ ብቓልናን ወፃኢና ሓደ ሰብ ከንብበለይ እሞ ሎሚ ብኡ ክንዛረብ እንደልየና ካብኡ ተበጊስና ክንዘራረብ ጎይታ ክረድኣና ማቴዎስ ምዕራፍ 11 ቁጽሪ ዓሰርተ ሓሙሽተ ሓደ ሰብ ሓጻር እያ። ሓራይ ከንብባ። ጎይታ ይባርካ።
ሓራይ ኣሜን።
ማቴዎስ ማቴዎስ ዓሰርተ ሓደ ፍቕዲ ዓሰርተ ዓሰርተ ሓሙሽተ ሓሙሽተ። የስ እወ እትሰምዕ እዝኒ ዘላቶ ይስማዕ። ዘገርም ነገረት ኣሜን እዚ ጎይታ እዩ ተዛሪቦ። እትሰምዕ እዝኒ ብዛዕባ እዝኒ እዩ ዝዛረብ ዘሎ ብዛዕባ እትሰምዕ ዘይትሰምዕ እዝኒ ኣላ ማለት እዩ። ጌታ ኢየሱስ ክርስቶስ ይዛረብ ዘሎ እትሰምዕ እዝኒ ደላ እዝኒ ኣሎ ኮይኑስ ዘይሰምዕ ኣሎ ማለት እታ እዝንስ እንታይ ብለና እትሰምዕ እዝኒ ዘላቶ ይስማዕ እትሰምዕ እዝኒ እዝኒ ሃልዩ እኳ ዘይሰምዕ እዝኒ እውን ኣሎ ማለት እዩ ግን እታ እዝኒ እቲኣሲ እትሰምዕ በዚ ምስማዕ ዝብል ነገር ሓደ ግዜ ደስ ኣቤል ሓውና ብጣዕሚ ደደንቕ ትምህርቲ ኣካፊሉና ነይሩ ጎይታ ይባረኽ ኣብዚ ግን ጎይታ ክዛረብ ከሎ እንታይ ዝብል ዘሎ ሲ እትሰምዕ እዝኒ እትሰምዕ እዝኒ ዘላቶ ይስማዕ እትሰምዕ እዝኒ እታ እዝኒ እቲኣ ሲ እትሰምዕ እንተኮይና ጥራይካ ክትሰምዕ ትኽእል እትሰምዕ እዝኒ ዘላቶ ጥራይ ክሰምዕ ዝኽእል ክደጋግሞ እዩ ምክንያቱ ኣብኡ እዩ ዘሎ እቲ ሚስጢር እቲ ቃል ዘሎ ጌታ ኢየሱስ ክርስቶስ ይዛረብ ዘሎ ነቶም ኩሎም ዛረብ ዘሎ እቶም ኩሎም ተኣኪቦም ዘሎ ንዝኩሎም ነገራትና ሂወትና ኩሉ ዝተመስረተ ሂወትና ደው ዝበለ ሂወትና ውን ዝዓኑ ሂወትና ውን ዝዓብሲ ካብ እንሰምዖ ኢና ናይ ምስማዕና መጠን ናይ ምንባርና ሚስጥር እዩ ኣነ ሕጂ ብዚ ኮፍ ኢለ ክሪኦ ከለኹ ሲ ዝጥምቶ ዘለኹ ሲ ኣብ ቅድመይ ዘላ ስክሪን ጥራያ ዝምደለ ምስማዕ ግን ሰለስተ ሚእትን ስሳን ዲግሪ ሰማዕ ኣለኹ ምርኣይን ምስማዕን ኣዝዩ ኣብ ሂወትና ብብዝሒ ዝኣቱ ብምስማዕ እዩ ዝኣቱ ንምሳሌ ክንሪኦ ከለና ሲ መሬት ተዛጸልሚ ዓይናስ ኣይሰርሕን እዩ ምስማዕና ግን 24 ሃወር ብዘይ ዕርፍቲ ይሰምዕ ስለዚ ሓደ ሰብ ህይወቱ ኩሉ ኩሉ ነገር ጋቨርን ዝኾነ በቃ ዝተተሓዘ ነገራት እንታይ እዩ ብምስማዕ እዩ ኢየሱስ ክርስቶስ ከዓ ኣብዚ ክዛረብ ከሎ እትሰምዕ እዝኒ ኣብ ትግርኛ ብፍላይ ብዘደንቕ ነገር እዩ ተቐሚጥዋ እትሰምዕ እዝኒ ዘላቶ ይስማዕ ኣብዚ ሰዓት እዚ እትሰምዕ ዘላቶ እዝኒ ትሰምዕ እዝኒ እንተዘይብልካ ኣዝዩ ኣብ ምድሪ ክትነብር ከቢድ ኣብ መንፈሳዊ ነገር ክትነብር ከቢድ እዝንኻ እንድሕር ዘይሰምዕ ኮይኑ ኣዝዩ ዝኸበደ እዩ ክብሪ ንእግዚኣብሔር ይኹን ስለዚ ትሰምዕ እዝኒ ዘላቶ ይስማዕ እብል እንደገና ኣብ ዮሃንስ ምዕራፍ ዓሰርተ ክንሪኦ ከለና የሱስ ክርስቶስ ክብል ከሎስ እንታይ ኢሉ እተን ናተይ ኣባጊዕሲ ድምፀይ ይሰምዓ ኢልዎም ይሰምዓ ናይ ምስማዕ እዩ ድምፀይ ይሰምዓ ይሰምዓ ጥራይ ዘይኮና ከዓሲ ፈልየን ይፈልጦ የለልዮ ስለዚ ድምፂ ናይ ምስማዕ ክእለትና ኣብ ሂወትና ብጣዕሚ ወሳኒ እዩ ብጣዕሚ ናይ ሓደ ሰብ ብስለቱ ናይ ምስማዕ ደረጅኡ እዩ ኣምላኽ ይመስገን ክብሪ ንእግዚኣብሔር ይኹን ስለዚ መጽሓፍ ቅዱስ ክንሪኦ ከለና ብብዝሒ ኣብ ኩሉ መጽሓፍ ክንሪኦ ከለና ኣብ ራኢ ክንሪኦ ከለናስ ንእዝኒ ዘላቶ ይስማዕ እዩ ዝብል ስለዚ ነገራት ኩሉ እዝኒ ዘላቶ ይስማዕ ኣብ ምስማዕ ዘሎ ሚስጢር እዩ እግዚኣብሔር ኣምላኽ ነግረና ስለዚ ንክንደይ ዝኣክል ኢና ንሰምዕ ናይ ምስማዕና መጠንስ ክንዲ ምንታይ ደረጃ እዩ ንሰምዖ ነገራት ከመይ እዩ ምስማዕና ንህይወትና ኣብ ምድሪ ክንነብር ይኹን ኣብ ሓዳርና ክንነብር ይኹን ኣብ ህይወትና ኣብ ነገራትና ኩሉ ዝውሰን ብንሰምዖ መጠን እዩ ጎይታ ይባረኽ በቲ እንሰምዖ መጠን ህይወትና ከዓ ብኡ ዝውሰን ኣብ ምድራዊ ኮነ ኣብ መንፈሳዊ ነገራት ኮነ ኣብ ነገራትና ኩሉ እንሰምዖ መጠን ብኡ ነገራትና ይውሰን ክብሪ ንእግዚኣብሔር ይኹን ኣምላኽ ይመስገን ስለዚ እንሰምዖ ነገር ወሳኒ እዩ ኣብዚ መሬት ክንነብር ከለና ሰለስተ ነገራት ኣገዳሲ ዝኾኑ ድምጺ ይስምዑ። ኣብ ከባቢና ቁጽሪ ኣብ ከባቢና ብዘይ ዕርፍቲ ሰለም ሰለስተ ይስምዑ። ሓደ ናቹራል ዝኾነ ሓደ ህጻን ተወሊዱ ሲ ኣብ ሆስፒታል ሲ ዝፍትንዎ ነገራት ኣሎ። እዚ ናቹራል ቁሳዊ ብዝኾነ ነገር ንሰምዖ ድምጺ ኣሎ። ብስጋዊ ነገር ንሰምዖ ድምጺ ኣብዚ ማቴሪያላዊ ዝኾነ ዓለም ንሰምዖ ናቹራል ዝኾነ ድምጺ ኣሎ። ካልኣይ ድምጺ ድማ ኣብ ዙርያና ድማ ብዘይ ዕርፍቲ ድማ ድምጺ ናይ መንፈስ ቅዱስ ኣሎ። ድምፂ ናይ መንፈስ ቅዱስ ኣሎ እንደገና ብካልኣይ ደረጃ ድማ ኣብ ዙርያና ካ ብዘይ ዕርፍቲ ድምፂ ናይ ዲያብሎስ ኣሎ ናይ ሰይጣን ድምፂ ካ ኣሎ ስለዚ እዚኦም ሰለስቲኦም ድምፂ ኣብ ዙርያና ይንቀሳቀሱ ይዞሩ ማለት እዩ ሰለስቲኦም ነዚኦም ድምፂ እዚኦም ሰሚዕካ ንምፍላይ እንተዘይከኣልካ ኩሉ ስራሕ ሓደጋ እዩ እዞም ሰለስተ ነገራት እዮም ኣብ ምርኣይን ኣብ ምስማዕን ዓብ ፍልልይ ዘሎ ህይወትና ብምርኣይ እንገብሮ ነገራት ዓለም ብምሉእ ሎምስ በዚ ሒዝናያ ዘለና ማቴሪያል ብኩሉ ነገር ንርእዮ ንሰምዖ ኣለና እንርእዮ ዝተወሰነ እዩ እንሰምዖ ግን ኣብ ውሽጥና ኣትዩ ዝተርፍ ነገራት እዩ ምርኣይ ማለት ሲ ንክንኣምን ጥራይ ኢና ኢየሱስ ክርስቶስ ንቶማስ እንታይ ኢልዎ እቶም ከይረኣዩ ዝኣምኑ ሰሚዖም ጥራይ ዝኣምኑ ኢየሱስ ክርስቶስ ብፁዓት ኢልዎ ብምስማዕ ጥራይ ዝኣመኑ ቃል ኣምላክ ክዛረብ ከሎካ እምነትካ ካብ ምስማዕ ይብለን ስለዚ እንሰምዖ ኣብዚ ዘመን ዘሎ ሲ እንታይ ዓይነት እዩ ኢየሱስ ክርስቶስ ኣባግዐይ ድምፀይ ሰማዕ ክብል ከሎ ሲ ብዛዕባ ኣባጊዕ ገይሩ መሲሉ ክገብር ከሎ ኢየሱስ ክርስቶስ ክዛረብ ከሎ ሲ ኣባግዐይ ድምፀይ ሰማዕ ክብል ከሎ እንታይ ዓይነት ድምፂ ኢኻ ትሰምዕ ዘለኻ ትሰምዖ ዘለኻ ድምፂ እትሰምዖ ዘለኻ ምሕረት ድዩ እትሰምዖ ዘለኻ ይቕሬታ ድዩ እትሰምዖ ዘለኻ ብዛዕባ ፅድቂ ድዩ እትሰምዖ ዘለኻ ብዛዕባ ቅድስና ድዩ እዚ ድምፂ እንተኮይኑ ድምፂ ናይ ኢየሱስ ክርስቶስ እዩ ድምፂ ናይ መንፈስ ቅዱስ እዩ ናዕብን ባእስን ዕግርግርን ሕንፍሽፍሽን ዝመፅእ ድምፅታት ዝሰምዖ እንተለካ ከዓ ናቱ ዝኾነ ናይ ዲያብሎስ ድምፂ እዩ ስለዚ እንታይ ዓይነት ድምፂ ኢና ኣተኪርና ንሰምዕ ዘለና ጎይታ ይባረኹ ስለዚ ናይ ድምፅና ኣሰማምዓ ናይ ህይወትና ወሳኒ እዩ ናይ ውሳኔ እዩ ናይ ፊዚካሊ ይኹን ስፕሪቹዋል ይኹን ናይ ምስማዕና መጠን ይውስን ንሓደ ሰብ ክትውስኖ ከለካ እንታይ ካ ትልካ ኣይሰምዕን ኢኻ ትብሎ ኣይሰምዕን ኢኻ ማለት እንታይ ማለት እዩ ንዝኾነ ሰብ ክትዛረቦ ከለካ እሱ እኮ ይሰምዓንን እዩ ኣይሰምዕን እዩ ስለዚ እቲ ምስማዕ ዝብል ነገራት እዞም ሰለስተ ነገራት ብሓንሳብ ይዞሩ ኣብ መፅሓፍ ቅዱስ ክንርኢ ከለና ኢየሱስ ክርስቶስ ብዘደንቕ ነገራት ኣብ ክንሪኦ ከለና ብዛዕባ ድምፂ ንርኢ እስከ ኣብ እብራውያን ክብሪ ንእግዚኣብሔር ይኹን ሓሙሽተ ዓሰርተ ሓደን ዓሰርተ ኣርባዕተን ከነንብብ ኢና ሃዋርያ ጳውሎስ ክዛረብ ከሎስ ከምዚ ኢሉ እብራውያን ሓሙሽተ ዓሰርተ ሓደ ብዛዕባ ብዛዕባኡ ብዙሕ ነገር እንብሎ ነገር ነይሩና ንምስማዕ ድንዙዛት ስለ ዝኾንኩም ትርጉም ጭን- ንትርጉም ጭንቀት ኢልዎ ንምስማዕ ድንዙዛት ስለ ዝኾንኩም ኢኸ ዶ ሃዋርያ ጳውሎስ ይዛረብ ዘሎ ብዙሕ ነገር እንብሎ ነገር ነይሩ እንተኾነ ግን ንምስማዕ ንስኻትኩም እንታይ ኢኹም ድንዙዛት ኢኹም እብሎም ክንዲ ምንታይ ምስማዕና ወሳንነት ኣለዎ ጎይታ ይባረኽ እንደገና ኣብ ዓሰርተ ክልተ ቋብቲ ቁፅሪ ክንሪኦ ኮና ከም ምንዋይ ዘመን ከም ምንዋሕ ዘመን መምህራን ኮይንኩም እኳ ምተገበኣኩም ነይሩ። ነቲ ናይ መጀመርታ ትምህርቲ ቁልዕና ናይ ቃል ኣምላኽ ከም ብሓድሽ ክምህረኩም የድልየኩም ኣሎ እሞ ጸባ ደኣ እምበር ዕጹም ብልዒ ኣየድልየኩምን ይብለና። ሓደ ሰብ ንምሳሌ ቆልዓ ክትሪኦ ከለኻ ሓደ ሓደ ግዜስ ቆልዑ ከለና ወይ ካብ ቆልዑ ሕጂ ክትሪኦ ከለኻሲ ክትለኣኽ ኢኻ እንዳ ድኳን እንተልካዮ ቆልዓ እቲ መልእኽቲ ከይሓዘ እንዳ ድኳን እዩ ዝበጽሕ። እቲ መልእኽቲ ሒዞን እዩ ቆልዓ ስለ ዝኾነ ህጻን ስለ ዝኾነ ክትለኣኽ ኢኻ እንዳ ክሶ ድኳን ክትከይድ ኢኻ ተልካዮሲ እታ ክትለኣኽ ኢኻ ክትከይድ ኢኻ ጥራይ ሰሚዑ እቲ መልእኽቲ ከይሓዘ ብዙሓት ግዜ ኣነ ብህፃነተይ ዝገብሮ ነርኪ ኣብቲ እንዳ ድኳን በፅሕ ጠጠው ብል ሽዕኡ እቲ መልእኽቲ ትሕዞን ኢኻ እንዳ ድኳን ምኻትካ ጥራኻ ትፈልጥ እንዳ ድኳን ኬድካ ዝሓዝካያ መልእኽቲ የለን ስለዚ ኣብ ቁልዕነት ዝነብር ሰብ ክሰምዕ ኣይክእልን እዩ ስለዚ ሃዋርያ ጳውሎስ እንታይ እዩ ንምስማዕ እንታይ ኹም ኢልዎ ድንዙዛት ኢኹም ለና ንምስማዕ ኣብዚ ዘመን እዚ ኣብዚ ዘመን እዚ ቤተክርስትያን እታ ቅድስቲ ቤተክርስትያን እታ ሓቀኛ ቤተክርስትያን ኮፒ ኣሎ ሰይጣን ኮፒ ኣለዎ ኣብዚ ፓስተር እንተተቐመጠ ፓስተር ኮፒ ኣለዎ እዚ ኣብዚ ሃዋርያ እንተተቐመጠ ኮፒ ናቱ ኣለዎ ሰይጣን ከምዚ ዓይነት ኮፒ ዘቐምጥ ኣብዚ ኣብ ፖስት እንተተቐመጠ ኦሪጂናል ኣብዚ ከዓ ሰይጣን ኮፒ ዘቐምጠልካ ክልተ ድምፂ ካብ ሓንሳብ ትሰምዕ ክልተ ድምጺ ብሓንሳብ ትሰምዕ። ነዚ ድምጺ እዚ ንኽትፈሊ ግን እንታይ እዩ? ሓጺም መግቢ እዩ ወይ ድማ ብጹሕ ማቹር ክትከውን ኣለካ ኣብ ክርስትና። ክብሪ ንእግዚኣብሔር። ክርስትና የድልየካ። ኣብ ዓሰርተ ሰለሰነ ጸባ ዝቕለብ ዘበለ ኩሉ ቆልዓ እዩ እሞ ብናይ ጽድቂ ነገር ፍቱን ኣይኮነን። ሓደ ሰብ ጸባ ጥራይ ዝበልዕ እንተ ደኣ ኮይኑ፣ ነገራት ኩሉ ብሸለልትነት፣ ነገራት ኩሉ ብቐሊል ዝርኢ እንተ ኮይኑ፣ ነገራት ብኣንክሮ ዘይምልከት እንተ ደኣ ኮይኑ፣ ሓደ ሰብ ኩሉ ሸለልትነት ናይ ቁልዕነት ባህሪ እንተሎ፣ እዚ ሰብ እዚ ንጽድቂ ንመንግስተ ሰማይ እዚ ብቑዕ ኣይኮነን እዩ። ጀስት ንኽወርስ መንግስተ ሰማይ እዚ ብቑዕ ኣይኮነን። ንጽድቂ ጸባ ጥራይ ዝሰቲ ሓደ ህጻን ሓደ ህጻን ናይ ቤተሰቡ ናይ ስድርኡ ብህፃንነቱ ፈሪሙ ክወርስ ዓቕሚ የብሉን ክወርስ ኣይክእልን እዩ ሓደ ህፃን ስለተወልደ ጥራይ ሲ ወኪልና ትገብርሉ እምበር ህፃን ሲ ኩሉ ነገር ተማጒቱ ፈሪሙ ብሕጊ ገይሩ ሲ ክወርስ ኣይክእልን እዩ ክትወርሰ ኣብ መንፈሳዊ ዓለም ድማ ሓደ ሰብ ፀባ እናተመገበ ገላ ነገራት ኩሉ ብሸለልትነትን ዕቤትን ከይርኣየ ዝኸይድ እንተደኣ ኮይኑ እዚ ሰብ እዚ ኩሉ ሳዕ እንታይ እዩ ክወርስ ኣይክእልን እዩ ፅድቂ ክወርስ ኣይክእልን እዩ ሰማያዊ ነገር ክበፅሕ ኣይክእልን እዩ ኣብቲ ናይ እግዚኣብሔር ቦታ ክበፅሕ ኣይክእልን ስለዚ ሰብ እዚ ኢልካ ሓደ ሲ ፀባ ጥራይ ዝበልዕ እንተ ኮይኑ ፀባ ጥራይ ዝምገብ እንተ ኮይኑ ትኩረቱ ኣብ ፀባ ጥራይ ዝነብር እንተ ኮይኑ ዳስ ሚን ሲምፕል ሲ ናይዚ ዓለም ተድላ ጥራይ ኣብዚ ናይ ዓለም ነገር ኣብዚ ዝረአ ነገራት ኣብ ማቴሪያል ነገራት ዝነብር እንተ ደኣ ኮይኑ ንጽድቂ ንመንፈሳውነት ብቑዕ ኣይኮነን ክወርስ እውን ኣይክእልኒ ናቱ ደስቲኔሽን ድማ ሊሚት ይኸውን ኣብቲ እሱ ዝሓስቦ ዘይኮነ ዝበጽሕ ኣብቲ እሱ ዝገብሮን ዝርድኦን ይመጽእ ቁፅሪ ዓሰርተ ኣርባዕተ ክንሪኦ ኮና ድማ ዕፁም ብልዒ ግና ነቶም እንታይ ኢሉ ንዕፁም ምግቢን ግና ነቶም ፅቡቑን ክፉኡን ንኽፈል እዩ ኣምላኻውን ሰይጣናውን ስራሕ ፈሊኻ ናይ ኣምላኽን ናይ ሰይጣንን ፈሊኻ ንኽትከይድ ይገብረካ ሲምፕል ጻዕርታትን ብጥንቃቐን እትኸዶ ነገራት ክትወስድ ይገብረካ ስለዚ ሃዋርያ ጳውሎስ ክዛረበ ኮሎ ንምስማዕሲ ድንዙዛት ኢኹም ብለና ህጻናት ኮንካ ከኣ ኣይትወርስኛ መንግስተ ሰማይ ሲ ብሸለልትነት ዝጽግዕዋ ሲ ክወርስዋ ብፍጹም ተኣምር ኣይከኝን ብፍጹም ሓደ ኣሜሪካዊ ብቀዳማይ ክሰብክ ከሎ ሰሚዐዮም ሲ መጽሓፍ ቅዱስ ብዛዕባ ሓዳር ይምህሮም ነይሩ እግዚኣብሔር ኣምላኽ እዚ ኩሉ ፍሪ ዝበሃል ነገራት ፍሪ ኢልኩም ትኸዱ ሰባት እዚ ኣብ ኣምላኽ መጽሓፍ ቅዱስ ዝብሎ ነገር እንድሕር ደኣ ፎሎው ዘይትገብሩ ኮንኩም በቲ ናይ መጽሓፍ ቅዱስ እንድሕር ዘይትኸዱ ኮንኩም ሲ ፍሪ ዝበሃል ነገር እዚ ዝብሎ ዘሎ ናይ እግዚኣብሔር ቃል ተኣዚዝኩም ንዕኡ ፈጺምኩም ትኸዱ እንተዘይኮንኩም ፍሪ ዝበሃል ነገር ሲ የለን ግዜኹም ሲ ብከንቱ ኣይተጥፍኡ እታ ቁልፊ ናይ ሰማይ ሲ ቃሉ ብምፍጻም ኢሉ ሲ ክምህሮም ከሎ የድንቕን ነይሩ ፍሪ ዝበሃል ነገራት የለን ቀጣን መንገዲ ትበሃል ነገራት ኣለ በታ ቀጣን መንገዲ እግዚኣብሔር ይመስገን ክብሪ ንእግዚኣብሔር ይኹን ኣምላኽ ይመስገን ኣብ መጽሓፍ ቅዱስ ኣብ ማቴዎስ 16 ክንሪኦ ከለና እቲ ድንቂ ሃዋርያት ዝበሃል ጴጥሮስ ኣብ ምዕራፍ 16 ብሓንሳብ ኣብ ሓደ ድምፂ ክልተ ድምፂ ክሰምዕ ንሪኦ ሃዋርያ እዩ ጴጥሮስ እዩ ምስ የሱስ ክርስቶስ እዩ ዘሎ ካብ የሱስ ክርስቶስ ዝተምሃረ እዩ ክልተ ነገር ግን ብሓንሳብ ድምፂ ሰምዕ ኣብ ዓሰር ኣብ ክብሪ ንእግዚኣብሔር ይኹን ኣብ ዓሰርተ ሽዱሽተ ክንሪኦ ከለና እንታይ ኢሎና ዓሰርተ ሽዱሽተ ዓሰርተ ሸውዓተ ኢየሱስ ክርስቶስሲ ንዓይስ መን ይብሉኒ ኢሉ ምስ ሓተቶም እዚ ሕቶ እዚ ምስ ተሓተተ ጴጥሮስ ክምልስ ከሎ ንስኻ ክርስቶስ ወዲ ህያው ኣምላኽ ኢኻ ኢሉ ክምልስ ንሪኦ ኢየሱስ ክርስቶስ ናይ ምፍላይ ድምፂ ናይ ምፍላይ እቲ ድምፂ ካበይ ከም ዝመፀ ምንጪ ናይቲ ምፅ ኣበይ ከም ዘሎ ኢየሱስ ክርስቶስ ስለ ዝፈልጥ እንታይ ኢልዎ ስምዖን ወዲ ዮና እዚ ድምፂ እዚ ኢልዎ ናትካ ድምፂ ዘይኮነሲ ካብቲ ምንጪ ሶርሱ ካብ ላዕሊ ካብ ክብሪ ካብ እግዚኣብሔር ኣምላኽ እቲ ኣብ ሰማይ ዘሎ ኣቦይ እምበር ስጋን ደምን እንታይ ገበረልካን ኣይገለጸልካን ስለዚ እዚ ዝተዛረብካዮ ድምፂ ናይ መንፈስ ቅዱስ ድምፂ እዩ ሎሚ ናይ መንፈስ ቅዱስ ድምፂ ክንፈል እንደዘይከኣልናሲ ሕሰቦ ከቢድ እዩ እዚ ጴጥሮስ እዩ ኣብቲ ምዕራፍ ገና ኣብ 16 20 ኮለና ድማ እንደገና ጴጥሮስ ካልእ ድምፂ ሰሚዑ ኣብዚ ካልእ ድምፂ ክሰምዕ ከሎ ሲ ንየሱስ ክርስቶስ ብዛዕባ ኢየሩሳሌም ብዛዕባ ስቕለት ክዛረብ ከሎ ሲ እዚ ነገረ ሲ ኣባኻ እንታይ ይኹን እዩ ኣይኹን ኢልዎ ኣይኹን ኣብዚ ክንሪኦ የሱስ ግልፂ ኢሉ ንጴጥሮስ ካባይ ረሓቕ ሰይጣን ኢልዎ ጴጥሮስ ክልተ ድምፂ ብሓንሳብ ሰሚዑ ኣብ ሓደ ምዕራፍ እዩ ዘሎ እየሱስ ክርስቶስ ግን እቲ ድምፂ ዝፈሊ ኣምላክ ግን ዘይሎም እቲ ካብ መንፈስ ቅዱስ ዝመፀ እቲ ካብ ሰይጣን ዝመፀ ድምፂ እየሱስ ክርስቶስ ግን ክፈልዮ ንሪኦ ጴጥሮስ ብሓንሳብ ኣብ ሓደ ማዕራፍ ክልተ ዓይነት ድምፂ ብሓንሳብ ሰሚዑ ጴጥሮስ እየ ዝብል ዘለኹ ጴጥሮስ ሃዋርያ ዝብል ዘሎ ጴጥሮስ ሃዋርያ ዝብል ዘሎ ክልተ ድምፂ ፈሊዱ እዚ ድምፂ እዚ እየሱስ ክርስቶስ ኣብ ጎኒ ኮይኑ ምንጭ ናይቲ ድምፂ እንተዘይፈልየሉ ሲ እትስ ቻለንጅ ንሕና ኣብዚ መሬት ኮለና ድማ ክልተ ድምፂ ንሰርሕ ሓደ ሰብ ፓስተር ይኹን ክልተ ድምፂ ይሰምዕ ሓደ ሰብ ኣፖስትል ይኹን ክልተ ድምፂ ይሰምዕ ሓደ ፕሮፌት ይኹን ዝኾነ ኣገልጋሊ ይኹን ክልተ ድምፂ ይኹን ናይ ምፍላይ ግዴታ ግን ናህና እዩ ምንጭ ናይቲ ድምፂ ምፍላይ እዩ እዚ ኣገልግሎት ድምፂ ዝስምዖ ዘሎ ንየሱስ ክርስቶስ እዩ ድንገሮ ዘሎ ኢየሱስ ክርስቶስ ግን እንታይ ኢልዎ እዚ ድምፂ እዚ ካብ መንፈስ ቅዱስ እዩ እዚ ድምፂ እዚ ካብ ሰይጣን እዩ ሃለሉያ ኢየሱስ ክርስቶስ ግን ህያው ስለ ዝኾነ ንጴጥሮስ ንክልቲኡ ክልቲኡ ድምፂ ሰሚዕኻ ኣለኻ እቲ ሓደ ናይ ሰይጣን እቲ ሓደ ናይ መንፈስ ቅዱስ ኢሉ ክፈልየሉ ከሎ ንሪኦ ኣሎም ኣብዚ ሰዓታት እዚ ንሕና ሃይማኖታውያን ስለ ዝኾንና ካብ ሃይማኖት ዝመፃና ሰባት ስለ ዝኾና መን እዩ ሽሙ ጥራይ ኢና ንብል ቀሺ ድዩ ገለ ድዩ ኣብዚ እንታይ እዩ ሽም ዘለዎ እቲ ሽም እዩ ዘገድሰና ደሎ እቲ ዝመፅእ ደሎ ድምፂ ምንጩ ኣበይ እዩ ኢልና ከነስተውዕል ኣብ ዘመን እዚ የገድሰና እንታ መንፈስ ቅዱስ ድዩ ካብ መንፈስ ቅዱስ ድዩ ምክንያቱ እንታይ እዩ ዝብል የሱስ ክርስቶስን እተን ናተይሲ ድምፀይ ይሰምዓን ሃለሉያ እግዚኣብሔር ይመስገን ስለዚ ድምፂ ኣብ ምንታይ ኢና ንሰምዕ ዘለና? ኣሰማምዓና ድምፂ ኣየናይ እዩ? ተፈጥሯዊ ድምፂ ኣሎ፣ ናይ መንፈስ ቅዱስ ድምፂ ኣሎ፣ ናይ ሰይጣን ድምፂ ኣሎ። ክንዓፅዎ ይንኽእል ኢና ሰለስቲኦም እዮም ናይ ሰለስቲኦም ፍሪኮንሲ ኣሎ ናይ ሰለስቲኦም ብዙርያና ብዘይ ዕርፍቲ ዝንቀሳቐስ ኣሎ ሰይጣን ይዘውር እዩ ዝብለና ክዘውር ከሎሲ ክዘውር ከሎ ሲምፕል ኣይኮነን ዝዘውር ዘሎ ድምፂ የስማዓና ዘሎ ስለዚ ንድምፂ ብኸመይ ንፈልየን ምስ ዘሎ ግዜ ሓደ ክልተ ክዛረብ ደሊ ሓደ ሰብ ኣፖስትል እየ ስለ ዝበለ ፓስተር እየ ስለ ዝበለ ፕሮፌት እየ ስለ ዝበለ ኣየናይ ድምፂ ሰሚዒ ዝነግረካ ዘሎ ክተስተውዕል እንድሕር ዘይከኣልካ ንጴጥሮስ ንየሱስ ክርስቶስ ይዛረብ ዘሎ ድምፂ ሰሚዑ እዚ ድምፂ እዚ ኢልዎ ካብ መንፈስ ቅዱስ ኣነ ወዲ ህያው ኣምላኽ ምዃነይ እዚ እቲ ናይ ሰማይ ኣቦይ ዝገለጸልካ ካብ መንፈስ ቅዱስ ዝመጻልካ ድምፂ ኢልዎ ብዛዕባ ናይ ኢየሩሳሌም ክዛረበ ከሎ ኖ እዚ ኣይከውን ኣባኻሲ ኣይኹን ክብሎ ከሎ ግን እዚ ድምፂ እዚ ግን ኢልዎ ካብ ሰብ ሰይጣን ርሓቅ ካባ ይብሎ ከሎ ንርኢ ሎሚ ህዝብና ኣመፃፅኣና ሃይማኖታዊ ስለ ዝኾነ ድምፂ ናይ ምፍላይ ዓቕምና እስ ቨሪ ኢምፖርታንት ኢየሱስ ክርስቶስ ክዛረብ ከሎስ ኢልወ እትሰምዕ እዝኒ ዘላቶ ይስማዕ ስለዚ ናይ ምስማዕ ክእለትና ክንዲ ምንታይ ኣገዳሲ ኣብ ህይወትና ምዃኑ ሓደ ሓደ ነገራት ክብል እደሊ ሓደ ነገር ካብ መንፈስ ቅዱስ ምዃኑ ናይ መንፈስ ቅዱስ ድምፂ ምዃኑ እቲ ቀዳማይ ምልክት ኣብ ህይወትና ክንገብሮ ከለና ክንሪኦ ከለና ንየሱስ ክርስቶስ ፍቕሪ ናይ የሱስ ክርስቶስ ክብሪ ናይ የሱስ ክርስቶስን ናይ ኣምላኽነቱ እዩ ድመፅ መንፈስ ቅዱስ ንመጀመርያ ቦታ ዝህቦ ስለ ናይ ግብፂ ሽጉርቱ ዘይኮነ ስለዚ ናይዚ ምድሪ ጋዕገልጠም ዘይኮነ መንፈስ ቅዱስ እቲ ናይ መጀመርያ ፎከስ ዝገብሮ ንየሱስ ክርስቶስ እዩ እቲ ንሰምዖ ዘለና ድምፂ ኣብ የሱስ ክርስቶስ ዘጠምት ሰማያዊ ነገር ዘጠምት ናይ ፅድቂ ነገር ዘጠምት ናብ ቅድስና ነገር ዘጠምት ንኣምላኽ ዘጠምት ንኣምላኽ ንኽትርኢ ዝገብር ንመስቀሉ ንኽትርኢ ዝገብር ድምፂን የሱስ ክርስቶስን ኣብ ሂወትካ ኣግዚፉ ክርኢ ዝኽእል This is from the Holy Spirit. እዚ ካብ መንፈስ ቅዱስ ምዃኑ ትፈልጦ እቲ መጀመርያ ኪ ድምፂ ትሰምዖ ብዙሕ ድምፂ ኣይኮነን እዚ ድምፂ እዚ ካብ ክርስቶስ እንተ ደኣ ኮይኑ እዚ ድምፂ እዚ ካብ መንፈስ ቅዱስ እንተ ደኣ ኮይኑ እዚ ድምፂ እዚ ካብ መንግስተ ሰማያት እንተ ደኣ ኮይኑ መጀመርያ ፎከስ ትገብር ኣብ የሱስ ክርስቶስ እዩ ሃለሉያ ሃዋርያት እቶም ሃዋርያት ዓሰርተ ክልተ ምስ ኮኑ እቲ መንፈስ ኣምላኽ ኣብ ነፍሲ ወከፎም ንኹሎም መንፈስ ቅዱስ ምስ መልኦም ዓሰርተ ክልቲኦም ወዲኦም ብልሳን ምስ ጀጀሩ መጀመርያ ዝተዛረቡ ኣፎም ዝኸበቱ ናይ የሱስ ክርስቶስ እዩ ብዛዕባ የሱስ ክርስቶስ እዮም እቲ ትማል ዝሰቐልክሞ ሃለሉያ ብዛዕባ ኢየሱስ ክርስቶስ እዮም። መንፈስ ቅዱስ ምስ መልኡ ካብኦም ዝወፀ ነገር ኣንደበቶም ብልሳን ይዛረብ ኣሎ። ነቲ ልሳን እቲ ሰብ ክሰምዖ ከሎ ብቋንቋቶም ኮን ከሎ ልቦም ንፅድቂ ናይ ኢየሱስ ክርስቶስ ፍቕሪ ኣብ ሰባት ክሓድር ኮይኑ ሰለስተ ሽሕ ሰባት ድማ ናብ መንግስቲ ኣምላኽ መፅኦም። እዚ ዓይነት ድምፂ እንተኮይኑ ናብ ኣምላኽ ገፁ ዘቕርበካ ናብ ኢየሱስ ገሩ ዘቕርበካ ናብ ኣምላኽ ዝገዝተኦረካ ንኣምላኽ ገጽካ ክትቀርብ ሓይሊ ንኣምላኽ ክትመጽእ እዚ ካብ መንፈስ ቅዱስ እዩ እተን ኣባጊዕ ድምፀይ ይሰምዓ ክብል ከሎሲ እንታይ ዓይነት ድምፂ ኢኻ ትሰምዕ ምሕረት ትሰምዕ ዘለኻ ይቕሬታ ትሰምዕ ዘለኻ ፍቕሪ ትሰምዕ ዘለኻ ፅድቂ ትሰምዕ ዘለኻ ቅድስና ትሰምዕ ዘለኻ ምንፃህ ትሰምዕ ዘለኻ ፍትሒ ትሰምዕ ዘለኻ ሃለሉያ እዚ ዓይነት ድምፂ እንተሰሚዕኻ እዚ ድምፂ እዚ ካብ መንፈስ ቅዱስ እዩ ንኢየሱስ ክርስቶስ ዘጠምት ኣብ ዮሃንስ 16 13 10 እቲ መንፈስ ሓቂ ምስ መፀ ብለና ሃለሉያ እቲ መንፈስ ሓቂ ምክንያቱ ሓደ ዝርግርግ ዝበለ መንፈስ ኣብዚ መሬት ናይ ዲያብሎስ መንፈስ ስለ ዝነበረ ስለ ዘይመፀ ኣብዚ መሬት ዘሎ መንፈስ ዘይኮነ ሲ ንበዓል ጴጥሮስን ነቶም ሃዋርያሲ ናሽናሊዝም ዝገብሮም እስራኤላውያን ካብ ካልእ ዝበልጽ ዝገብሮ መዓስ ኢኻ እታ መንግስቲ ናይ እስራኤል ትበል ሰላግሉ ፖለቲክስ ዝኾነ ማይንድ ነይርዎ እቲ መንፈስ ምስ መፀ ግን እቲ ናሽናሊዝም ዝበሃል ሃገራውነት ናቶም ገዲፎም የሱስ ክርስቶስ ኢልዎም መንግስተይ ኢየሩሳሌም ኣብ ይሁዳ ኣብ ሰማርያ ስጋብ መወዳእታ ዓለም እዩ። እሳቶም ግን እሱ ይኮንን ፎከሶም ነይሮም ንሮማውያን ኣውፂኻ መንግስትና መዓስ ኢኻ እትኽለልና ናሽናሊዝም ዝኾነ ድሩት ዝኾነ ሓሳብ ነይርዎም ኣምላኽ ይመስገን ናይ መንፈስ ቅዱስ ዝኾነ ሓሳብ ኣይነበሮም እዩ ክብሪ ንእግዚኣብሔር ይኹን ኣብ ክዛረቦም ከሎ ሽዑ እንታይ ኢልዎም እቲ መንፈስ ሓቂ ምስ መፀ ንሱ ዝሰምዖ ዘበለ እዩ ዝዛረብ እምበር ካብ ርእሱ ኣይዛረብን እዩ እሞ ንሱ ነቲ ዝመፅእ ከፍልጠኩም እዩ ንመን ንኪርስቶስ ንመን ማራናታ እንታይ ምዃኑ ከረድኣኩም እዩ ክብሪ ናይ ሰማይ ከረድኣኩም እዩ እቲ ሓቂ መንፈስ መፀ ናብ ኩሉ ሓቂ ውን ክመርሓኩም ይብለን ናብቲ ኩሉ ሓቂ ክመርሓኩም እዩ እንታይ እዩ እቲ ኩሉ ሓቂ ቁርፅ ዓሰርተ ኣርባዕተ ንሱ ካባይ ክወስድ እዩ ክነግረኩም እዩ እሞ ንዓይ እንታይ ገብረኒ እዩ ከኽብረኒ እዩ እዚ መንፈስ ቅዱስ ካብ መንፈስ ቅዱስ ንዓይ ከም ብዛዕባ ናይ ሽጉርቲ ብዛዕባ ሽጉርትን ብዛዕባ በርበረ ብዛዕባ ክኾነልካ መጀመርያ ጽድቁን መንግስቱን ካልእ ክኾነልኩም እዩ ብዛዕባ ናይ ግብፂ ሽጉርቲ ይኮነን ዝዛረብ ብዛዕባ ናይ ምድሪ ማቴሪያል ኣይኮነን መንፈስ ቅዱስ ዝዛረብ መንፈስ ቅዱስ ዋና ዝወረደሉ እንታይ እዩ ንዓይ እንታይ ገብረኒ ከኽብረኒ ሃለሉያ ክብሪ ንእግዚኣብሔር ይኹን ንዓይ ከኽብረኒ መንፈስ ቅዱስ ብዝኾነ ዓይነት ሰብ ብንእሽተይ ይዛረብ ብዓብ ይዛረብ በገልጋሊ ይዛረብ ሽም ብዘቐመጡ ሰባት ይዛረብ። እቲ ድምፂ እንታይ ምዃኑ ትፈልዮ? እዚ ድምፂ እዚ ንጌታ ንየሱስ ክርስቶስ ዘኽብር ድምፂ ድዩ? እዚ ነገራት እዚ ንክርስቶስ ክብሪ ዘጉልሕ ድዩ? እዚ ነገራት እዚ ናብ ፅድቂ ናብ ኣምላኽ እንደበረኸካ ድዩ? ሃለሉያ! ጨርቂ ክትቅይር ኢኻ፣ ሰብኣይ ክትቅይር ኢኻ፣ ሰበይቲ ክትቅይር ኢኻ፣ ቪዛ ክትወቅዕ ኢኻ፣ ተራራ ዘይኮነሲ ንየሱስ ክርስቶስ የኽብር ዶ? ኢየሱስ ክርስቶስን ሓደ ነገር ኢሉ ብዛዕባ ምድራዊ ነገር እንተ ትሓስቡ ኮንኩምሲ ነዘን ኣዕዋፍ ሰማይ ረኣይወን ኢሉ እዘን ኣዕዋፍ ሰማይ ኣይሓርሳ ኣይዓፅዳ ኣይኺዳ እነብራ ኣለዋ ብምድራዊ ነገር ዝጭነቑ ኢልዎም መንፈስ ቅዱስ እሱ ይኮነን ሰማያዊ ነገር ከርእየና እዩ ድመፀ ብካልኣይ ደረጃ ድማ መንፈስ ቅዱስ ናይ ብሓቂ ናይ እግዚኣብሔር መንፈስ ተኮይኑ መጀመርያ መንፈስ ቅዱስ ኮይኑ ብኣኻ ይኹን ብሰባት ኮይኑ ናብኻ ክንገር ከሎ ነቲ ምሳኻ ዘሎ ሓጣር ንዑ ይዝሃርሞ ነቲ ምሳኻ ዘሎ ሓጢኣት ንዑ ወቕዑ የናግፈካ ፅድቂ ድማ ይበካ እምበር መንፈስ ቅዱስ ምስ ጓሓፍካ ምስ ሓንጃ ማንጃኻ ምስ ናትካ ድርቶ ምስ ወንጨኻ ተኸዲንካ ኣይቅበለካን እዩ ወንጨኻ ኣራጊፉ ሃለሉያ ክብሪ ንእግዚኣብሔር ይኹን ናትካ ድርዕቶ ኣራጊፉ ሰማያዊ ኣልባሳት የልብሰካ ናብ ጽድቂ ድማ ይመጻካ ኣሜን እዚ ሎሚ እታ ቅድስቲ ቤተ ክርስቲያን እታ ናይ የሱስ ክርስቶስን እታ ዕጣር ዘይብላ በዚ ትጎይላ ዝርእይዋን ዝጥመትዋን ወይ ከዓ ዝሕዝዋ ዘርክብዋ ከዓ እንታይ የሎም ሓያላት ጥራይ ዝናጠቕዋ ነዚኣ እቶም ሓያላት ጥራይ እዮም ነዚኣ ዝረኽብዋ ነዚኣ ዝናጠቕዋ መጀመርያ ኣብ ካልኣይ ደረጃ ክንሪኦ ኮልና ክብሪ ንእግዚኣብሔር ይኹንሲ መንፈስ ቅዱስ እንተኮይኑ ነቲ ኣባኻ ዘሎ ነቲ ኣብ ውሽጥኻ ዘሎ ሓጢኣት መጀመርያ እዩ ዝወቕዖ እንደገና ድማ ፅድቂ የልብሰካ ሃለሉያ ክብሪ ንእግዚኣብሔር ይኹን ኣብ ዮሃንስ ዓሰርተ ሽዱሽተ ሸሞንተ ከምዚ ንሱ ምስ መፀ ከዓ ኢልዎ ንዓለም እብል ንዓይ ንዓኻትኩም ማለት እዩ ንዓለም ኢሉ ብዛዕባ ሓጢኣትን ብዛዕባ ፅድቅን ብዛዕባ ፍርዲ እንታይ ገብራይ ክረትዓይ ሃለሉያ ኣብ ሓሶት እንተለኻ ይረትዓካ ኣብ ሓሸውየ እንተለኻ ይረትዓካ ሃለሉያ ኣብ ዓሌትነት እንተለኻ ይረትዓካ ኣብ ናይ ቁሻዊ ተሓሳስባ እንተለኻ ኣውራጃዊ ተሓሳስባ እንተለካ ዝንቡዕ ዝኾነ ናይ ፖለቲካ ኣረኣያ ፍትሓዊ ዘይብሉ እንተለካ ይረትዓካ ኣብ ዝሙትን ኣብ ምንዝርናን እንተ ኣለኻ ዝተለበስካዮ ድርዕቶ ካባኻ ይቕንጥጦ ሃለሉያ እግዚኣብሔር ይመስገን ኣብ ኮንፊዥን ኣብ ዕግርግር እንተለኻ መንፈስ ቅዱስ እንተ ደኣ መጺኡ እዚ እንተ እዚ መንፈስ ቅዱስ እዩ ኣነ ኣብ ናይ ሓጢኣት ኣብ ናይ ምንዝርና ኣብ ናይ ሓሶት ኣብ ናይ ዕግርግር ድርዕቶን ወንጨን ተኸዲንካ መንፈስ ቅዱስ ኣብ ኣሃውና ይመጽእን እዩ ብኣሃውና ይዛረብን ሓሶት ሓሶት ሓሶት ክብሪ ንእግዚኣብሔር ይኹን ቅዱስ እዩ ብቅድስና ከዓ ይነብር ሃለሉያ ሎሚ እግዚኣብሔር ኣምላኽ ሲ ሰብ ኣይጸልእን እዩ ንሓጢኣት ግን ይጽየን ምስ ሓጢኣትካ ከለካ ይቀርበካን እግዚኣብሔር ኣምላኽ ንኩሉ ሰብ የፍቅር እዩ ሓጢኣት ግን ይጽይን እዩ ጻድቅ ስለ ዝኾነ እዩ ስለዚ እዚ ዓይነት ድርዕቶ ጌርካ በዚ ዓይነት ድርዕቶ ተኸዲንካ እዚ ዓይነት ኣልባሳት ኣድሪካ እዚ ዓይነት ድርዕቶ በዚ ዓይነት ከርፋሕ ዝኾነ ወንጮ ተኸዲንካ እንኮለኻ ሲ መንፈስ ቅዱስ ንዓይ ይዛረበኒ ብኣይ ይዛረብ ደወይ ብጎይታ ብኢየሱስ ክርስቶስ ሎም ክዛረብ ፍጹም ብዝንቡዕ ዝኾነ ኣረኣእያ ከለካ ብከምዚ ዓይነት ኣልባሳት ለቢስካ መንፈስ ቅዱስ ብዛካ ይሰና መን ዳእዩ ዝሰርሕ መን ምዃኑ ፍለጦ መን ዳእዩ መን ምዃኑ ፍለጦ ክብሪ ንእግዚኣብሔር ይኹን ክብሪ ንእግዚኣብሔር መን ምዃኑ ከዓ ንፍለጦ ኣምላኽ ይመስገን ብሳልሳይ ደረጃ ከዓ መንፈስ ቅዱስ ናይ ብሓቂ መንፈስ ቅዱስ ካብ መንፈስ ቅዱስ ዝመፀ እንተኮይኑ ዝኾነ ዓይነት ቃል ነቲ ሰማይን ምድርን ክሓልፍ ዘይሓልፍ ምስ ቃል ኣምላኽ ኣይጻረርን እዩ ምክንያቱ ቃል ኣምላኽ እንታይ እዩ መጀመርያ ቃል ነበረ እቲ ቃል ኣብ ኣምላኽ ነበረ እቲ ቃል ከ ኣምላኽ ነበረ ንኣምላኽ ካብ መንፈስ ቅዱስ ዝመፀ እቲ ቃል ኣምላኽ እዩ ንኣምላኽ ኣይፃረን እዩ ኣምላኽ ንርእሱ ኮንትራዲክሽን ኣይፈጥርን ነወይ ኣይፈጥርን እዩ ብፍጹም ተኣምር መንፈስ ቅዱስ እዩ ገሊጹለይ ትብል እንተ ደኣ ኮንካሲ ኣምላኽ ኣብ መጽሓፍ ቅዱስ እግዚኣብሔር ኣምላኽ ንንርሱ ኮንትራዲክሽን ኣይገብርን እዩ ኣይገብርን እዩ ኣብ ብሉይ ኪዳን ኪድ ኣብ ሓድሽ ኪዳን ኪድ ባይ ኤኒ ሚንስ ይብለካ ሎሚ ግን እቲ ማብ መንፈስ ቅዱስ ዝመጸ ምስ መጽሓፍ ቅዱስ ኮንትራዲክት ትገብር ተኮይኑ እቲ ቃል ትመጽኡ ዘሎ ናይ ሰይጣን ምዃኑ ብጌታ በኢየሱስ ክርስቶስ ስም ነግረካ ሃለሉያ ሓሳዊ ምዃን ከዓ ነግረካ ሓጢኣት ምስ ሓጢኣት ኮይኑ ምስ መጽሓፍ ቅዱስ ኮንትራዲክት ዝገብር ናይ እግዚኣብሔር ናይ መንፈስ መንፈስ ቅዱስ ቃሉን ሓደ እዩ ኢየሱስ ክርስቶስ እንታይ ኢሉ እቲ ኣነ ዝዛረበኩም ዘለኹ ቃልሲ እዘን ኣነ ዝዛረበን ዘለኹ ቃልሲ እንታይ ኢልወን መንፈስን ህይወትን መንፈስ እየን ሃሌሉያ ኣብ ቃሉን ኣብ መንፈሱን ሓድነት ሃርሞናይዝ ዝኾነ ኣሎ ደኣ እምበር ፍልልይ የለን ስለዚ ምስ ቃል ኣምላኽ ዝቃረን መንፈስ ቅዱስ ከምዚ ኢሉ እንተኾንካ ሓወይ ሓፍተይ ካብቲ ጥልቂ ካብቲ ዳብሎስ ካብቲ ጥፍኣት ካብቲ ናይ ሰይጣን እህም፣ ካብቲ ካብ ሰማይ ዝተደርበየ ዝሰማዕካዮ ድምፂ ምዃኑ ፍለጦ የስ ኣሜን ሃሌሉያ እግዚኣብሔር ይመስገን ክብሪ ንእግዚኣብሔር ይኹን ብፍፁም ተኣምር እግዚኣብሔር ኣምላኽ ኣብ ሉቃስ እንታይ ይብለና እ፣ ኣብ ሉቃስ 21 30 ሰማይን ምድርን ክሓልፍ እዩ ቃለይ ግን ኣይክሓልፍን እዩ ኣሜን መንፈስ እግዚኣብሔር ኣምላኽ ዘምፆ ንፋስ ዝነፍሶ ኣብ ቃሉ እዩ ዝዓልብ ነቲ ቃሉ ከዓ የጉል ነቲ ቃሉ ከዓ እንታይ ይገብሮ ሻይን ይገብሮ ነቲ ቃል ኣምላኽ ሻይን ዝገብሮ ነቲ ቃል ኣምላኽ ትሰምዖ ዝጸናሕኻይ ኣብ ልብኻ ዝዘርኦን ዘብቅሎን ኣሜን ሃዋርያ ጳውሎስ ኣብ ገላትያ ሓደ ሸሞንተ ክዛረብ ከሎ ግናኸ ንሕና እውን እንተኾንና እዩ ሃለ ጅግና እንድዩ ንሕና እውን ተኾንኩ ኣነ እውን ተኾንኩ ሂዝ ኣፖስትል ኣብዚ መሬት ካብ የሱስ ክርስቶስ ንላዕሊ ካብ የሱስ ክርስቶስ ቀፂሉ ኣዝዩ ዝምሃረ እዩ ንሕና እውን እንተኾና ኣነ እውን እንተኾንኩ ኢልዎ ካልእ ዓይነት ምግላፅ ኢልዎ ካልእ ዓይነት ሚስጢር ኢልዎ እንተኾነ ወይስ መልኣ ካብ ሰማይ እውን መላእክቱ እውን ካብ ሰማይ ይኹኑ ብዘይዚ ንሕና ዝሰበኽናልኩም ወንጌል ካልእ ወንጌል እንተሰበኩም ንሱ ኢልዎ ውግዝ ይኹን ሃለሉያ ሎሚ ኣብ ማቹሪቲ ክንከይድ ኣለና ሎሚ ኣብ ዕብየት ክንከይድ ኣለና ሎሚ ኮፒ ዝኾነት ኦሪጅናል ዝኾነት እታ ቅድስቲ ዝኾነት ዕጥሪ ዘይብላ ንዓኣ ነርክባ ንዓኣ ንሓዛ ሃለሉያ እግዚኣብሔር ይመስገን ስለዚ መንፈስ ቅዱስ ክዛረብ ከሎ ምስ ቃሉ ብፍጹም ተኣምር ኮንትራዲክሽን ኣይፈጥር መንፈስ ቅዱስ ክዛረብ ከሎ ኣብቲ ቃል እዩ ዝዓልብ ሃውርያ ጳውሎስ ክሰብክ ከሎ ሰምዕዎ እሞ ከይዶም ነቲ ቃል ምስ ረኣይዎ ምግላጽ ምስ ሃቦም ምስ ሰንበቦ ኣረጋገጹ እሞ ተቐበልዎ ኣመኑ ብለና ኣሜን ኣብ ኤፌሶን ክሰብክ ከሎ ሃዋርያ ጳውሎስ ክንሪኦ ከሎሰ እታ ድሕሪኡ ዝነበረት ጠንቋሊሲ ዘስማዓቶ ድምፂሲ ፍሉይ ድምፂ እዩ ፅቡቅ ድምፂ እዩ ዘገርም ድምፂ እዩ ደስ ዝብለካ ድምፂ እዩ ጳውሎስ ግን ብመንፈስ ቅዱስ ዝመልአ ሰብ ስለ ዝነበረ ኣየናይ ድምፂ ምዃኑ ይፈልየ እዩ ድምፁ ጥዑም እዩ ግልብጥ ኢሉ ተመሊሱ ኣየናይ ድምፂ ምዃኑ ኣለለዮ እንድዒ ኣነ ንስኻትኩም ዝኾም ዓይነት ስብከት እንተንሰምዕ ሲ ሃለልውያ እልል ምበልና ቅዱስ ጳውሎስ ግን ከምኡ ይኮነን ነቲ ድምፂ ኣለለዮ ሎሚ ድምፂ ከነለሊ የድልየና ኣሜን ድርዕቶን ወንጮን ዝተኸደነ ብዙሓት እዮም ዘለዉ ቃል ኣምላኽ ይብለና ኢየሱስ ክርስቶስ ኣብ 24 ማቴዎስ ክዛረብ ከሎ ሲ እንታይ ኢሉ ምጽኣትካ መዓስ ይኽብሎ ከሎ ኢየሱስ ክርስቶስ መጀመርያ ዝነገሮ ተጠንቀቑ ይ ብዛዕባ ምጽኣቱ ይግርና ተጠንቀቑ ኣብዚ ከኣ እንታይ ዝብለና ዘሎሲ እትሰምዕ እዝኒ ኣሰማምዓና እንታይ እዩ ንኩሉ ነገር እንታይ ኢና ንሰምዕ ዘለና እግዚኣብሔር ይመስገን ክብሪ ንእግዚኣብሔር ይኹን ኣምላኽና ይመስገን መጀመርያ ድማ ሓደ ነገር ኣሕዋተይ ካብ መንፈስ ቅዱስ ዝኾነ እንተኾይኑ ካብ መንፈስ ቅዱስ ዝኾነ ሓደ ነገር ብመንፈስ ቅዱስ እንተኾይኑ ናይ መጀመርያ ኣዋኻ ኣብ ልብኻ ኣብ እምሮኻ ክዓርፍ ከሎ ሰላም ኣምላኽ እዩ ዝበካ ካብ መንፈስ ቅዱስ ተኾይኑ ተነሳህ ካብ ሓጢኣትካ እብለካ ሰላም ይበካ ተመለስ እብለካ ሰላም ይበካ ተባረኽ እብለካ ሰላም ይበካ በርኽ እብለካ ሰላም ይበካ ካብ ኣምላክ ክኸውን ከሎ ናይ ኣቦነት ቃሉ ክወድእ ከሎ ናይ መንፈስ ቅዱስ ክመፅእ ከሎ ሎሚ ግን ነገርካ ሓትነኽያ ሓጎኻ ኢዶ ፈውሲ ገይሩልካ ገለ እንዳሉ ምስ ሰብ ካብቲ ዝነበርካዮ ካልእ ግርጭት ፈጥሩልካ ካልእ ባእሲ ካልእ ዕግርግር ፈጥሩልካ ካብቲ ዝነበርካዮ ካብቲ ዘለካዮ ሽግር ክትቃለል መጺኻ ሰይጣን ካልእ ጽዒኑ ሰደካ ካልእ ካልእ ኣባኻ ሎዱድ ገይሩ ጽዒኑ ዘይነበረካ ሸኺም ሒዝካ ትመጽእ ትሰምዑ ኣምላክ ከምኡ ይኮነን ካልእ ጽዒኑ ሰደካ ሓትነኽያ ዶ ኣዴኽያ ዶ ጎረቤትካ ዶ ገለ እንዳሎ ዘይነበረካ ጣታ ሸኪሙ ሰደካ ዘይነበረካ ብሰላም ድመጻኻ ካልእ ነገር ሽግር ሒዝካ ዘይትፈልጦ ከይትካ መን እግዚኣብሔር ኣምላክ ክዛረብ ከሎ ግን ንልብኻ ሰላም እዩ ዝበካ ዕርፍቲ እዩ ዝበካ ምንጋፍ እዩ ዝበካ ኣሜን ቃሉ ክዛረብ ከሎ ሲ እቲ ሓቂ እቲ ሓቂ ናባኻ ክመፅእ ከሎ ኣብ ቆላስያይ 3 15 ከምሰን ሰላም ክርስቶስካ ኣብ ልብኹም እንታይ ይግዛእ ኣሜን ካብ መንፈስ ቅዱስ እንተኮይኑ ብዝኾነ ዓይነት መንገዲ ይኹን ሰላም ካብ መጀመርያ ይነግስ እዚ ካብ መንፈስ ቅዱስ ኣብዚ ዘመን እዚ ክንሰምዕ ድምፂ ክንሰምዕ ድምፂ ክንፈሊ ኣዝዩ የገድሰና ሃለሉያ ኣብ ቀዳማይ ቆርንጦስ 14 32 33 እንታይ ኣለና እግዚኣብሔር ኣምላኽ ኢሉ እኳ ናይ ዝርግርግ ኣምላኽ ኣይኮነን ኣብ ሂወትካ ዝርግርግ ዘምጹልካ ካልእ ባእሲ ዘምጹልካ ካልእ ዕግርግር ዘምጹልካ ካልእ ባእሲ እግዚኣብሔር ኣምላኽ ናይ መንፈስ ቅዱስ ኣሰራርሓ ኣይኮነን ኣሕዋተይ no way መንፈስ ቅዱስ ካብቲ ዘለኻዮ ውድቀት ዕድፍካ ኣውፂኡ ሓፂቡ ኣፅዲቑ ክትውላዕ ዝገብረካ ደኣ እምበር ካልእ ዕግርግርን ሕንፍሽን ፍጹም ነገር ዝርግርግ ኣምላኽ ሓደ ዝርግርግ መንፈስ ተኮይኑ ግን ዝርግርግ ኣብ ሓዳር ዝርግርግ እትውልካ ኣብ ቤተሰብ ዝርግርግ እትውልካ ኣብ ኣብ ኩሉ ኣብ ሂወትካ ኣብ ስራሕካ ዝርግርግ ኣብ ሃገርካ ኣብ መንግስትካ ዝርግርግ እትውልካ እዚ መን እዩ ብስም ብስም ብስመይ ዝመፁ እኳ ኢሉ የሱስ ክርስቶስ ኣብ ማቴዎስ ብስመይ ዝመፁ ዝርግርግ እትውልኩም ኣለው እዚኦም ድሩዕቶ ወንጮ ዝተኸድኑ ኣሜን ዓይንና ይብራ ዋላ ኣብ ሽግር ትሃሉም ዮናስ ዝኸደላ መርከብን ኢየሱስ ክርስቶስ ዝነበራ ክልተ መርከባሲ ብማይ ክጓዓዛ ከለዋሲ ኣብ ክልቲኤንሲ ማዕበል ተላዒሉ ንርእየን ኣብ ክልቲኤንሲ ማዕበል ክለዓል ንርእየን ኣብታ የሱስ ክርስቶስ ዝነበራ እቲ ማዕበል ጸጥ ክብል ንርእዮ። ኣብታ ዮናስ ዝነበራ ግን ዮናስ ናብታ ባሕሪ ክውርወር ንርእዮ። ክልቲኡ ማዕበል እዩ፣ ሓደ ዓይነት ኔቸር እዩ ዘለዎ። ክልቲኡ ናይ ማሕሪ ናይ ማያት ወይቭ እዩ። ክርስቶስ ዘለዎ ህይወት፣ ክርስቶስ ዘለዎ መከራ፣ ክርስቶስ ዘለዎ ጭንቀት ተለጋግ ኣደኢን ሰላም እዩ። ክርስቶስ ዘይብሉ ከኣ እንተኾይኑ ከምቲ ዮናስ ናብ ባሕሪ ትውርወር። ስለዚ ካብ መንፈስ ቅዱስ ዘይኮነ ዝነግሩካ ነገር ኣብ ካልእ ነገር እዮም ሽግር ኣብ ካልእ ቻለንጅ ኣብ ካልእ ነገር ዳ እተውካ እምበር ብፍፁም ተኣምር ኣይኮነን ሃለሉያ ሎሚ መንፈስ ቅዱስ ክረድኣኒ ኣብታ ቅድስቲ ቤተ ክርስቲያን ንዘለው ኣብታ ኮፕ ናይ ሰይጣን ኮፕ ኣሎ ብዝመሬት ኣሕዋተይ ኮፕ ኣሎ ኦሪጂናል ዘይኮነ ኮፕ ኣሎ ብጣዕሚ ኮፒ እዩ ዘሎ ኣብ ኢትዮጵያ ክትርእዮም ከለውስ ጉራጌ ዝብሃሉ ሕብረተሰብ ኣለው ሓንቲ ፋሽን ዝኮነት ክዳን ድሕሪ መጽዮም ኣይድንጉዩን እዮም እቱ ምስ ወለት ኣዲስ ኣበባ ንለይቲ ከምኣ ኮፒ ክገብሩልካ ንጽብሒቱ ምስ ኣተካ ኣብቲ ሱፐር ማርኬት ሕሱስ ይትብለካ ኩሉ ዓይነት ኦሪጂናል ኮፒን ሕሱስ ኣብልካ ሰይጣን ኢሚዲየትሊ ናይ እግዚኣብሔር ኣምላኽ መልእኽቲ ክመጽእ ከሎ ናቱ ኮፒ ኣለዎ ሕውስውስ ይደብለካ ምፍላይ ስለ ስለዚ ናይ ምስማዕና እድሰምዕ ድምፂ እዝሃና ናይ ምስማዕ ክእለትና ናይ መንፈሳዊ ክእለትና ኣዝዩ ክልዕልን ክብርኽን ኣለዎ ብጣዕሚ ዝገርመካ ነገር እዩ ሽዑ ሕውሱ ሰብልካ እውን ስከትካ እታ ፋሽን ኢልካ ክትገዝኣ ንመፃኻ ዘለዋኻ ገንዘብ ቆፂርካ ዝመሳሰል እዚ ዘይበሃል ሓደ ሽዑ ዋግኡ ንገዛ እርሱ ሰማይ ንምድሪ ፍርቂ ዋጋ ገለ ኮንፊዝ ትኸውን ዓይነት እያ እታ ኦሪጂናል ትስእና ሽዑ ምክንያቱ ምልክቱ ወይ ድማ ክእለት እንድሕር ዘይብልካ ናይ ምፍላይ ዘለካ ኣማሪፃት ዮ ከምኡ ዓይነት ናይ ልምዲ ዘሎም ናይ ሸቐጣት ሕሰብ ሒዝካ ሃትኸይድ ሰም እዮም ዝፈልይዎ ኣይናይ ኦሪጂናል ኣይናይ ፌክ እንዳ ወርቂ ክትከዳ ከለካ ሕጂ ኣብዚ ሓደ ግዜ ሓራደ ግዜ እንዳ መርዓ ክንከይድ ከለና ሲ ኣነስ ይድነቕ ሶፍያ ኣንታ ኦርቶፊሻል እዩ ትብለኒ ኣንታ እንታይ ዝበለ ወርቂ ኣሸኪማ ዘላ ይብላኒ ኣይፈልጥን እዮም ይዶኖ ኣብ ኩሉ ኣብ መንፈሳዊ ዓለም እውን ከምኡ ኣሎ ፌክ ኣሎ እንታይ ዝበለ ወርቂ ድያ ተሸኪማ ትኸይዳ ትድጋሚ ሓደ በቃ እንታይ ክብለካ ኤኔትረ ዘይትሽከሞ ወርቂ ተሸኪማ ትርኢ ከለኻሲ በቃ ትድነቕ ኣንታ እዚኣ ከበየን ኢኻ እሞ ትፈልዮ ኣነስ ክፈልየ ትነግረኒ እዚ ኣርተፍሻል እዩ ክብለኒ ኣይ ተተባዕት እዚ እንድዐ መቸም ኣነስ ከመይ ገይረ ክስታይ ኮነ ኣብ መንፈሳዊ ዓለም ድማ ከምኡ ኣሎ ሓደ ፕሮፌት ተሎ ኣብዚ ሰይጣን ዓሰርተ ዕስራይ ዝገብረልካ ፌት ኣሎ እኮ ሓደ ሙሴ እኮ ኣሎ ንሙሴ ንክትረኽቦ ግን ንሙሴ ንክትረክቦ ግን ቻለንጅ እዩ ኣብ ኣብ ፖለቲካ ክትሪኦ ከለኹ ሳዳም ሁሴን ዝበሃሉ ሲ ሸውዓተ ዓመት ሲ ከምኡ ዝተኸድኑ ሰባት ማስክ ዝተገብረሎም ነይሮም ንሳዳም ሁሴን ኣብ ቤተ መንግስቲ ኣትዩ ክቐትልዎ ኢሎም ምስ ኣቶ ሸውዓተ ሰባት ረኺቦም ንኣየና ኢልካ ሳዳም ክትቀትሎ ሸው ሳዳም ሁሴን ሲ ንዑዱ በስሉ ሲ ክኸይድ ኮሎ ክጓዓዝ ኮሎ ሲ ኣብ ሸውዓተ መኪና ሲ ሸውዓተ ሳዳም ሁሴን ትርኢ ብቁመቶም ብልክዖም ማስክ ገይሮም ንህለካ ክትከ- ንምንታይ ትብል ከምኡ ኢሉ ይነብር ነይሩ ሸውዓት እዮም ሸውዓት እዮም ኣየናይ ምዃኑ ይትፈልጥን እያ እቲ ኦሪጂናሉ ሰይጣን ከዓ ከምኡ እዩ ዝገብረልካ ሙሴ መን እዩ ኤልያስ መን እዩ ጳውሎስ መን እዩ ጴጥሮስ ኣየናይ ኢሉ ክትፈልዮ ናይ ምስማዕ ድምፅኻ እንተዘይበሪሑ It's very risky ኣብዚ ሰዓታት እዚ በይንኻ ትሰምዕ ብምስማዕ ኢኻ ጳውሎስ ይሰምዓ ነይሩ ሰብ ኮሎ ይሰምዓ ነይሩ እቲ ድምፂ ኢየሱስ ክርስቶስ ንጴጥሮስ ክዛረብ ከሎ ክልተ ድምፂ መፅዎ በዝን በዝን ድመፅኦ ጳውሎስ ጴጥሮስ ኣይፈለየን ንክልቲኡ ዛሕዚሕዎ ሎሚ ድማ ክልተ ድምፂ ዘሚሮም ኣብ ልዕሌና ዘፍስስዎ ነገራት ኣለዉ ምፍላይ ናህና ግዴታ እዩ ኣምላኽ ይመስገን ክብሪ ንእግዚኣብሔር ይኹን እቲ ግዜ ከይከደና ሲ ከመይ ጌርና ኢና ናይ ሰይጣን ድምፂ ሲ ንፈልዮ ናይ ሰይጣን ድምፂ ሲ ከመይ ጌርና ኢና ንፈልዮ ሰይጣን መጀመርያ ኣብ ህይወትካ ዘምፆ መጀመርያ ካብ ሰይጣን ኮኑ ካብ መንፈስ ቅዱስ ደይ ምዃኑ ትፈልጦ ኣብ ህይወትካ ቻለንጅ ኣብ ህይወትካ ሕቶ ኣብ ህይወትካ መልሲ ትስእነሉ ዝተጠምጠመ ፈሓስ ደምፀልካ ኣብ ኤፌሶን ምዕራፍ ሽዱሽተ ክንሪኦ ከሎ ፍሕሶ ናይ ሰይጣን ካልእ ፍሕሶ ከመይ ገይሩ ከም ተጠምጠመ ክትፈትሖ ዘይትኽእል እያ ቤን ከም ተለቀበ ገይሩ ሓደ ሓሳብ እዩ ዘምፅኣልካ ሓቲትካ ዘይትምልሰሉ ቻለንጅ እዩ ዘምፅኣልካ ዘይትፈትሖ ገርመካ ሓደ ግዜ ኣብ ስራሕ ከይድና ነቲ ሓደ ሰብስ ከውድቕዎ ደልዮም ኣብ ዓለምሲ ኢላቶ እታ ሰበይቲ ነቲ ሰብሲ ከውድቕዎ ስለዚ ኣብ ዓለምሲ ክንደይ ህዝቢ ኣሎ ኢልዋ ክንዲዚ ቢልዮን ኣሎ ኢሉ እቲ ቁፅሪ ስለ ትፈልጦ ነገራ በል ሽሞም ንገረኒ ኢላ እዋ ኣነ ሽሞም ከመይ ገይረ ዘብኩሎም ኢልዎም ሻላ ከምዚ ዓይነት ይደምፃልካ ቃል ሽሞም ንገረኒ ኢላቶ እዋ ስለዚ ዘለዎ ኣማራፂ እንታይ እዩ ከምዚ ዓይነት ቻለንጅ እዩ ኣብ ዘፍጥረት ክንሪኦ ከለና ሂዋን ኣዳም ክመፁ ከለዉ ኣብኣ ክመፅኣላ ከሎ ሕቶ እዩ ፈጢሩላ ሕቶ ካብዚ ኩሉ ነገር ትበልዑ ዶ የስ ንበልዕ እወ እንታይ ዳ እዛ ማእኸል ዘላስ ንበይናሲ በይና ተፈልያ ካብኣ ዘይትበሉ ካብ ኩሉ ትብልኒ ኣለኺ ኖ እዛ ናይ ማእኸልሲ ኣይትብልዑ ተባሂልና እዋ እንታይ ዳ ካብ ኩሉ ትብሊ እዚኣ ናይ ማእከል ዘላስ ኣይትብሉ ዒልና ሂዋን ሕቶ ፈጢርዋ እው ሓቅኻ እባ ካብ ኩሉ ንበልዕ ኣልና እዚኣ እንታይ ተፈልየት ነገር ኣለዋ ክትሪኣ ኮለኻ ውን ከምኣን እያ ሕቶ ንሂዋንስ ሕቶ ፈጢርላ ስለዚ ሂዋን ቴስት ንክትገብሮ ፈቲና ተስት ጌራቶ እንደገና ድማ ዲያ ሓደ ነገር ሕቶ እዩ ዝፈጥረልካ ሰይጣን ካብ ሰይጣን ናይ ዲያብሎስ ኣመፃፅኣ ክመፅእ ከሎ ሓደ ነገር ንዓኻ ቻለንጅ እዩ ዝኾነካ ሰላም ኣይኮነን ዝበካ ዕርፍቲ ኣይኮነን ዝበካ ሕቶታት እዩ ዝፈጥረልካ ዘይትፈትሖ ነገራት ይፈጠልካ እዚ ካብ መን እዩ ሰይጣን ኩሉ ሳዕ ክፍትነካን ቻለንጅ ክገብረካ ከውድቐካን ስለ ዝመፅእ በዚ ድመፅኣካ ስለዚ ንሂዋንም በዚ ቻለንጅ እዚ ከውድቓ ከሎ ርያ ኣምላኽ ይመስገን ምክንያቱ ነብስኻ ከይትርኢ ናብ ሰባት ንክትርኢ ዝገብረካ ሄዋን ከዓ እንታይ በዚ ክኔታት ውድድእ ኒያ ብካልኣይ ደረጃ ሰይጣን ናባኻ ክመፅ ከሎ እንታይ እዩ ካብ መሰረታዊ ዓላማኻ እዩ ዝነቕለካ ዓላማኻ ሓሳብካን ዝሓፀፅካዮ ዝመደብካዮ ንኸይትርኢ ዝገብረካ እዚ ድምፂ እዚ ክገብረካ ከሎ ካብቲ ዋና ዓላማኻ ካብቲ ዋና ዓላማኻ እዚ ኩሉ ትፅሊ ኣለኻ እዚ ኩሉ ተገልግል ኣለኻ እዚ ኩሉ ነገር ትገብር ኣለ ኣብየ ኣሎ ዳእዩ ዝብለካ ንክርስቶስ ንክጥምት ንሰማይ ንክጥምት ኣይኮነን ዝገብረካ ናብቲ ካልኣይ ሳልሳይ ወሪዱ ዘሎ እዚኦም ዓይነት ድምፂ ዘስምዑልካ ኣለዉ ስለዚ እዚ ነገራት እዚ እማ ኣብ ዝኸድካዮ ቦታ ኣብዚ መሬት ከኣ እንታይ እዮም ብኪሎ ጥራይ ዘይኮነ ብዘነቢል ገይሮም እዮም ዝቡኻ ብዘንቢል ገይሮም ይቡኻ እዚ ኩሉ ሓንቲ ትነግረኒ ነይራሲ ሰብዓን ሽዱሽተን ግዜሲ ትንቢት ተነጊርኒ ስጋብ ሕጂ ግን ኣይተፈጸመን ኢለያ ንኹሎም ቅበር እዮም ኢለያ እዚኦም ክትቀብርዮም ኣለኹ ኩዒትኪ ሬሳ ጌርክ ናይ ሬሳ ሳጥን ጌር ቅበር እዮም ኢለያ ክርስቶስ ዘይ መንፈስ ቅዱስ ኣባኺ ዘይፍጸም ነገር ኣይህበክን እየ ዘይፍጸም ነገር እግዚኣብሔር ኣምላኽ ኣይህበካን እዩ ስለዚ ድምፂ ናይ ምፍላይ ሓደ ነገር ድማ ካብ መንፈስ ቅዱስ ዘይኮነ ኣሕዋተይ ክትፈልዮ እንድሕር ኬትካ ከዓ ኣብ ድኽመትካን ኣብ ውድቀትካን ኣብዚሑ ድዛረብ ድምፂ ኣብዚሑ ናባኻ ዝመፅእ እዚ ካብ ኣምላኽ ኣይኮነን ኣብ ድኽመትካ ኣብቲ ናትካ ዊክነስ ኣብ ናትካ ድኽመት ኣብዚሑ ዝዛረብ ኣብ ማቴዎ ክንሪኦ ከለና መጽሓፍ ቅዱስ ኣብ ሉቃስ ኣርባዕተ ዕስራን ሰለስተን ኢየሱስ ክርስቶስ ነርብዓ ምዕልቲ ምጾመ ሰይጣን ነርብዓ ምዕልቲ ኣብ ጾም ከሎ ብስጋ ደኺሙ ከሎ ሰይጣን ክፍትኖ ንሪኦ ኣብ ከቢድ ከለኻ ዝፍትነካ ኣምላኽሲ ዝዓይነት ኣምላኽ ኣይኮነን ኣምላኽና ፍጹም እዚ ዓይነት ኣምላኽ ኣይኮነን። ብዛዕባ ውጥቀትካ ደጋጊሙ ዝዛረብ ሰይጣን ጥራይ እዩ። እዮብ ክንሪኦ ከለና እዮብ ካብቲ ዝወደቆ ካብቲ ዘጋጠሞ ቻለንጅ ክንሪ ከለና እዮብ እቲ ከቢድ ነገር ኮይንዎ ነረ እቲ ኣብ ሰውነቱ እቲ ኣካላቱ ዝነበረ ዘይኮነ ናይ እዮብ ሲ ብዕረኽቱ ዝመፅእ ብሰበይቱ ዝመፅእ ብካልኦት ዝመፅእ ድምፂ እዩ ንእዮብ ዘጨንቆ ነይሩ እቲ እዮብ ዝሓልፎ ዘሎ ኩነታት እቲ ዘሎ ኩነታት ብእምነት ደው ኢልዎ ዘይኮነሲ እቲ ዝመጽእ ዘሎ ድምጺ ኣብ መጨረሻ ኣት ዘ ኢንድ ብሰበይቱ ገይሩ ዲያብሎስ ከሓስ ጋብ ዝብል ናብ እዮብ መጽዩ ንየሱስ ክርስቶስ ነርብዓ ጠምዩ ክሪኦ ከሎሲ ነርብዓ ኣብ መጨረሽታ ቁፅሪ ሰለስተ ክንሪኦ ከሎናስ እንታይ ኢልዎ ዲያብሎስ ድማ ወዲ ኣምላኽ እንተ ደኣ ኾይንካሲ እዚ እምኒ እንጌራ ክኸውን ኢልካ ኣዝዞ ኢልዎ ንየሱስ ክርስቶስ እዩ ንዓና ኣይኮንኩን ዝብል ዘለኹ ንጳውሎስ ኣይኮንኩን ዝብል ዘለኹ ንጴጥሮስ ኣይኮንኩን ዘለኹ ንየሱስ ክርስቶስ እውን ኣብቲ ድኽመቱ ብስጋ ኣብ ዝደኸመሉ ኣብ ኣርባዓ መዓልቲ ጾምን ጸሎትን ዝገበሮ ሰይጣን ኣብዚሑ ሰለስተ ግዜ ክፍትኖ ንሪኦ እዚ ካብ ኣምላኽ ኣይኮነን መጽሓፍ ቅዱስ ክነግረና ከሎ እግዚኣብሔር ይመስገን ክብሪ ንእግዚኣብሔር ይኹን ኣምላኽ ይመስገን ካልኣይ ግዜ ከዓ ሓደ ድምፂ ካብ ኣምላኽ ዘይኮነ መሰረቱ ካብ ዲያብሎስ ዝኾነ ካብ ጥልቂ ዝኾነ ነገራት ድማ ምድራዊ ነገር ኣዝዩ ኣጉሊሑ ዘርኢ ነገር እዩ ምድራዊ ነገር ኣብ ምድራዊ ነገር ዘተኮረ ንየሱስ ክርስቶስ ብዛዕባ ጽድቂ ዘይኮነ ብዛዕባ ሰማያዊ ነገር ዘይኮነ ንምድራዊ ነገር ኣዝዩ ዘተኮረ እዞም ሰዓት እዚኦም ዝብለኩም ዘለኹ ኣብ መሬትና ዘለዉ ናይ እግዚኣብሔር ኣምላኽ ኣገልገልቲ ዘይኮነ ኮፕ ዝኾኑ ኦሪጂናል ዘይኮኑ ኮፕ ዝኾኑ ኣብዚኦም ክዛረቡ ንሪኦም ኣብ ሉቃስ ኣርባዕተ ክንሪኦ ከለና ሓሙሽተን ሸውዓተን ይብለና ድማ ዲያብሎስ ናብ ነዊሕ ከረን ኣደየቦ ብቕጽበት ዓይኒ ከኣ ንመንግስቲ ኩሉ ዓለም ኣርኣዮም። ምድራዊ ነገር ዘርእዩኻ፣ ንምድራዊ ነገር ኣግዚፎም ዘርእዩኻ፣ ንምድራዊ ነገር ንየሱስ ክርስቶስ እዩ ዝፍትኖ ዘሎ። ንየሱስ ክርስቶስ እንታይ እዩ ምድራዊ ነገር ኣግዚፎም ዘርእዩኻ፣ ክትከውን ኢኻ፣ ክትረክብ ኢኻ እንዳሉ ምድራዊ ነገር ኣግዚፎም እስኻ ዊ ኣር ብለስድ ወዲ ኣምላኽ ምዃን ንገዛእ ርእሱ ናይ ኩሉ ወራስ ኢኻ። ኩሉ ወርቅርን ብሩር ናተይ ዝበሎ እግዚኣብሔር ሲ ወዲ ኣምላኽ ዝኾንካ ሲ ናይ ኩሉ ጎይታ ኢኻ እዚ ግን እዚ ዓይነት ኣተሓሳስባ እዚ ረኣያ ከነ ንኢየሱስ ክርስቶስ እቲ ኩሉ ነገር ከርዮ ከሎ ሽዑ ዲያብሎስ እዚ ስልጣን እዚ እዚ ስልጣን እዚ ኩሉ ከርዮ ከሎ ሓደ ነገር እንታይ ኣሎ እዚ ሲ ኩሉ ነገር ክህበካ ሲ ስገደለ ኢሉ ሎሚ እንታይ ይብሉካ ሰባት ብጣዕሚ ዝገርመካ ኣብ ዘመንና ዘሎ ሓደ ሽሕ ፓውንድ እንተ ኣምፂኻለይ እንዳ ተፀልይልካ ሲ ሚእቲ ሽሕ ክትረክብ ኢኻ ብለዋ እንድሕር ሚእቲ ሽሕ ዝገብር ኮይኑ ሲ ሚእቲ ሽሕ ሓደ ሽሕ ሂብካዮ ሚእቲ ሽሕ ዝገብር እንድሕዳ ኮይኑ ሲ እዚስ ኣነ ጠንቋላይ ጥራይ እየ ዝብሎ እምበር ኣነ ናይ ኣምላኽ ሰብ ኣይኮነን ኣምላኽ ዝብል ካብቲ ዘለካ ሽሕ ቅርሺ ዝተዋሃብካ ይሃበኒ ዝብለካ እምበር ኣምላኽ ሲ ሃበኒ እሞ ክበካ ይብልኒ ተስነወይ ኣብዚ ከኣ ሰይጣን እንታይ ኢሉስ ተሰጊድካለይ ኢልዎ ኣብ ምስጋድ እዩ ዘሎ እንተ ወዲቅካ እዚ ኩሉ ክበካ እየ ሃብታም ንክትከውን እዚ ምጽእ ብሉካ ካብ ኣምላኽ ኣይኮነን ኣነ ኣብቲ ናተይ ታሕቲ ኤሊመንታሪ ዝነበረ ክርስትናይ ተኣምራት ዶ ፈውሲ እዚ ናይ ኣምላኽ ነገር ብጣዕሚ ዘድንቕን ዝፈቱን ሰብ እየ ነይረ። ሕጂ ክሪኦ ከለኹ ኣብዚ ዘለኽዎ ሰዓት ኮይነ ክሪኦ ከለኹ ሰይጣን ክንድምንታይ ዓይነት ትዊስት ከም ዝጻወት ሰይጣን ክንድምንታይ ዓይነት ተደቢሩ ከም ዘኽውድድ ኣብ ህይወትና ምስ ረኣኽዎ ግን ብጣዕሚ ገርመኒ። ምክንያቱሲ ኣብዚ መሬትሲ ኣብ ነገራትካ ኣብ ሂወትካ ብመንፈሳዊ ነገር እንተዘይዓበካሲ ንሂወትካ ዝቅልሳ ምዃኖም ረኣዩ ብጣዕሚ ሓዚነ ድኣ ኣብዚ ነገራት እውን ኣሎ እግዚኣብሔር ስለዚ እዚ ኩሉ ዘርእየካ ሎሚ ክትሪኦም ከለካ ኣብ ምድሪ ዘለዉ ነገራሲ ዝንቡዕ ዝኾነ ምሕደራዊ ነገራት ዝርዩ ሰባት ኣለዉ ኣምላኽናሲ እዚ ዓይነት ኣምላኽ ኣይኮነን There's no gambling ምስ ኣምላኽ ሎቶሪ ኮነን ኣምላኽ ኣምላኽ ሓቀኛ ኣምላኽ እቲ ግቡእና እዩ ዝበና እግዚኣብሔር ይመስገን እንደገና ድማ ኢለ ካብ ኣምላኽ ዘይኮነ ነገር ድማ ኣብ ትፅቢትን ኣብ ድሪምን ኣብ ኤክስፔክቴሽን የንብረካ ኣብ ሓደ ነገርሲ የንብረካ ኣብ ሓደ ነገርሲ ስምዒታዊ ኮንካ ንክትነብር ከምቲ ቅድም ክንፅልዮ ኮልና ዝበልናሲ ፃድቅሲ ብእምነት ይነብር ኢልዎ ብእምነት ንእግዚኣብሔር ኣምላክ እናጠመተ ይነብር ክብሪ ንእግዚኣብሔር ይኹን ንፃድቅ ንእግዚኣብሔር ኣምላክ እንዳንብል ሎሚ ግን ኣብ ምድርና ክትሪኦም ከለካ ሲ ኣብዚ ቀረባ ግዜ ሓንቲ ትነግረኒ ሲ ብጣዕሚ ትነግረኒ ከምዚ ከምዚ ኢልና ሓደ ነቢ ሲ ክፅልየለይ ቆፀራ ሒዙልኒ እንታይ ነቢ ድዩ ዋላ ናይ ሜዲካል ዶክተር ኢለያ ምክንያቱ መንፈሳዊ ቅዱስ ናይ እግዚኣብሔር ነገር ሕጂ ዝብል እግዚኣብሔር ኣምላኽ ምስ ሽግርካ ክትሓድር ኣይደልየካን እዩ ኣብ ሰከንድ ምስ ሽግርካ ክትከይድ ኣይደልየካን እዩ እሞ ቆፀራ ገይረ ኣለኹ ኢላ ናይ ምንታይ ቆፀራ ኢለያ እዚ ሜዲካል ዶክተር ወይስ ኣገልጋል ኣገልጋል ናይ ኣነ ኣገልጋል ናይ ኣምላኽ ኣይኮነ እዚ ሜዲካል ዶክተር ክኸውን ኣለዎ ክፈታትሸኪ ኢየሱስ ክርስቶስ ናብኡ ክመጹ ከሎ ይቕበሎም ነይሩ ካብ ጾሮም ኩሉ ከዓ ዋላ ንክንድሕን ዝሕር ኮይና ሲ ናብ የሱስ ክርስቶስ እታ ምድሓን ትበሃል እታ ምድሓን ነብሲ ሳልቬሽን ትበሃል ሲ ወዓል ሕደር ዘይብላስ ሕጂ ኣብ ሮሜ ሸሞንተ ሓደስ እንታይ ይብል ሕጂ እቶም ኣብ ክርስቶስ ዘሎስ ኩነን የብሉን እግዝኣብሔር ኣምላክ ምድራዊ ካላንደር የብሉን ምድራዊ ካላንደር የብሉን ብቆፀራ ገይሩ ክፈትሓካ ዘል ኣብዚ ናይ ኦርቶዶክስ ምስ ሰባ ዘሎስ ብጣዕሚ ኣደናቂ ነገር ኣብኡ ርኢ ገልምታት እየ እዞም ዝፈትሑ ኣለዉ ፍርቂ ዲኻ ምፍታሕ ደሊ ሙሉ ምፍታሕ ዝበሃል ኣለዉ ፍርቂ ማለት ሓደ ፍርቂ ኣካልካ መንግስተ ሰማያት ሓደ ፍርቂ ኣካልካ ሲዮን ማለት እዩ ብዝኸፈልካዮ መጠን ኢኻ ትፍታሕ ድራማ ካይናቶም ብጣዕሚ ንእምሮኻ እውን ዝኸብድ እዩ ኣብዚ እውን ድራማታት ሰይጣን እንታይ ይገብረካ ብእምነት ደው ከይትብል ናብ ኣምላክ ከይትጥምት ንክርስቶስ ንከይትጥምት ብእምነትካ ክትስንክፍ ገብረካ ብቆፀራታት ገይሩ ቆፀራ ኣነ ዝብልየ ዘለክስ ናይ ብሓቂ ዝብለክሲ ንምንታይ ኢሉ ቆፂሩኒ ኣሎ ብቆፀራ እየ ዝኸውን ብቆፀራ እየ ዝሰርሕ ኢልኒ ከምኡ ዝበሃል ኣምላኸይ የለ ኣምላኸይ ናይ ሕጂ ድያ ኣምላኸይ ናይ ሎሚ እምነተይ ናይ ሎሚ ድያ ነገራት ኣብ ሰከንድ ደቂቃ እውን ግዜ ሂድበካ ኣምላኽ ኣይኮነን ካባና እግዚኣብሔር ኣምላኽ ዝደልያ ሓንቲ ነገር እያ ሳኻ እምነት እያ እምነትና ምስ ዝመልእ ኤቭሪቲንግ እግዚኣብሔር ኣምላኽ ሕራይ ዝብል ኣምላኽ እዩ ዘሎ ጎይታ ይባረኽ እንደገና ድማ ኣብ ትፅቢት የንብረካ ንየሱስ ክርስቶስ እዩ ከዓ ኣብኡ ኣብ ልቋስ ኣርባዕተ ትሽዓተ ክንሪኦ ከለካ ናብ ኢየሩሳሌም ወሰዶ ናብ ገምገም ቤተ መቅደስ ደው ኣቢሉ ከዓ ንመላእክቱ ንመላእክ ሕልው ከዓ ይእዘልካ እግርኻ ብእምኒ ከይትዕንቀፍ ከዓ በእዳዎም የልዕሉኻ ጽሑፍ እዩ እሞ ወዲ ኣምላኽ እንተ ኾንካሲ ካብዚ ንታሕቲ ተደርበ ኢልዎ ንመን እዩ ንየሱስ ክርስቶስ ሳይ እዚ ዓይነት ድምፂ እንተሰሚዕካ ካብ ኣምላኽ ኣይኮነን እዚ እንተጌርካ ከምዚ ክትከውን እያ ከምዚ እንተጌርካ ከምዚ ክትከውን እያ እዚ እንተጌርካ እዚ ኣምላክ በካ ኣምላኽና ህያዊ ናይ ከምዚ ዓይነት ኣምላኽ ኣይኮነን እዚ ድምፂ ዝሰምዑ ክብሪ ንእግዚኣብሔር ይኹን ኣምላኽና ይመስገን ስለዚ ኣሕዋተይ ከንውሓልኩም ኣይደልን እየ ኣብዚ እናቋጨው ክኸይድ እየ እቲ ናይ መጨረሽታ ግን ድምፂ ናይ ሰይጣን ምዃኑ ዝሰምዖ ብኡ ከንብብ እሞ ሓንቲ ጥቕሲ ክውስኽ እሞ ክውድእ እየ ብጌታ ኣብ ራእይ ዓሰርተ ክልተ ዓሰርተ ከምዚ ዝብል ኣሎ እዚ ድምፂ እዚ ኣብ ሰማይ ከዓ ዓው ዝብል ድምፂ እቲ ለይትን መዓልትን ኣብ ቅድሚ ኣምላኽ ዝኸስስ ዝነበረ ከሳስ ኣሕዋት ለይቲ ምስ መዓልቲ ኣብ ውሽጥኻ ኣትዩ ኣብ ውሽጥኻ ኣትዩ ንሰባት ንሕዋት ንክትጸልእ ብዛዕባ ኣሕዋት ንክትገብር እዚ ናይ ክሲ መንፈስ ኣባኻ ዘምጽኣልካ እንተ ደኣ ኮይኑ ኣሕዋተይ ከምዚ ዓይነት ዝነግረካ ሎሚ ኣብ ብዙሕ ነገር ንዓይ ኣጋጢሙኒ ከምዚ ዝብሉኻ ከምዚ ዝኣመሰለ ሰብ እዩ ከምዚ ኢሉካ ኢሎም ገዘሩኻ እዚ ናይ ሰይጣን እዩ ሰብ ምስ ሰብ ዘጋጭወካ ናይ ሰይጣን እዩ ስለዚ ንኢዮብ ከዓ እንታይ ይብሎ ኢዮብ ሓደ ሽዱሽተስ እንታይ ይብሎ ኣብ ቅድሚ ኣምላክ ክኸስስ ከሳሲ ኣብ ውሽጥኻ ናይ ክሲ ናይ ሮሮ ናይ ኮምፕሌን ኣብ ውሽጥኻ ዝእቱ እዚ ካብ ኣምላኽ ኣይኮነን ብፍጹም ካብ ኣምላኽ ኣይኮነን። ሰብኣይ ንሰበይቱ፣ ሰበይቲ ንሰብኣያ፣ ምስ ደቅኻ፣ ምስ ቤተሰብካ፣ ምስ ዓሌትካ፣ ምስ ቤተ ክርስቲያንካ፣ ምስ ኣገልግልቲ ንኽትካሰስ ዘባልዓካ እዚ ድምፂ እዚ መንፈስ እዚ ካብ ኣምላኽ ኣይኮነን። ስለዚ ቃል ኣምላኽ ክዛረብ ከሎ እንታይ ኢሉ? እዝኒ ዘላቶ ይስማዕ። እትሰምዕ እዝኒ እትሰምዕ እዝኒ ዘላቶ ይስማዕ። ስለዚ ድምፂ ኣምላክ ክንፈል ይግባኣና ኣምላክ ይመስገን ከምዚ ይብለና መጨረሽታ ነዚኣ ጥቕሲ ከንብማ ክውድእ ኣብ ቀዳማይ ዮውሃንስ ኣርባዕተ ዓሰርተ ሓደ ከም ዝብለ ኣቱም ፍቑራተይ ይብለና ኣቱም ፍቑራተይ ይብለና ብዙሓት ነቢያት ሓሶት ናብ ዓለም ወፂኦም ኣለዉ እሞ እቶም መናፍስቲ ካብ ኣምላኽ እንተ ኮይኖም መርምሩ እምበር ኢልዋ ንመንፈስ ዘበለ ኩሉ እንታይ ትግበሩ ኣይትእመኑ ንኹሉ ነገር ክንኣምን ብዕሽነት ፍቓድ ኣምላኽ ኣይኮነን። መርምርዎ ንኹሉ ነገር። ስለዚ ሓደ ሙሴ እንተሎ ካብ ዓሰርተ ንላዕሊ ኦሪጂናል ዘይኮኑ ኮፒ ዝኾኑ ሙሴ ኣለዉ። ሓደ ጳውሎስ እንተሎ ብዙሓት ዝመሳሰሉ ነገራት ኣለዉ። ናይ ምፍላይ ግን ናህና እዩ። እግዚኣብሔር ኣምላኽ ይመስገን። ስለዚ ናይ ምስማዕ ድምፅና ብጣዕሚ እዚ ናይ መንፈስ ቅዱስ ኣሰራርሓ ጎይታ ይባረቕ ስለዚ ክንሰምዕ ክንክእል ኣለና እትሰምዕ እዝኒ ዘላትና ሎሚ ኣብ ዝኾነ ዝነፈሰ ክንነፍስ ዘይኮነ ኣብ ዝኾነ ክንጎይ ዘይኮነ ኣብ ቅድሜና ዘሎ ብዙሕ ነገራት እዩ ወንጮን ድርዕቶን ዝተኸደኑ ቡቱተ ዝተኸድኑ ኣልባሳት ክህነትን ናይ ፅድቂ ፃዕዳ ዘይተኸድኑ ኣዝዩ ብዙሕ እዩ ክንፈልዮም ክንክእል ኣለና ጎይታ ይባረኽ እግዝኣብሔር ይመስገን ኣምላኽ ድማ ብትብዓት እዚ ክንብል ስለ ዘኽኣለና ኣቦ ይመስገን ክብሪ ንእግዚኣብሔር ይኹን ክንጽሊና እሞ በዚ ፕሮግራምና ጌታ በኢየሱስ እግዚኣብሔር ኣምላኽ ብጎይታ በኢየሱስ ክርስቶስ ስም ይጽሊ ኣለኹ እግዚኣብሔር ኣቦ ክብሪ ምስጋና ኩሉ ንዓኻ ይኹን እግዚኣብሔር ኣሜን። ኣምላክ ቃልካ ህያዊ መንፈስካ ህያዊ እግዚኣብሔር ኣምላክ እዩ ኣሜን ብጌታ በኢየሱስ ክርስቶስ ስም እግዚኣብሔር ኣቦ ዝሰምዕ እዛን እግዚኣብሔር ኣቦ ዝሰምዕ እዝና ድምፅኻ መንፈሳዊ ነገር ኩሉ ካብ ሃሌሉያ። ምስማዕ እሞ እግዚኣብሔር ኣቦ እዛና ክሰምዓ ክትረድኣና ብጌታ በኢየሱስ ክርስቶስ ስም ነቲ ሓቀኛ ሙሴ ነቲ ሓቀኛ ኢየሱስ እግዚኣብሔር ኣቦ ነቲ እግዚኣብሔር ኦሪጂናል ዝኾነ ኮፒ እግዚኣብሔር ኣቦ በጌታ በኢየሱስ ክርስቶስ ኣብ ምድሪ ዘሎ ኮፒ ካብኡ ክንርሕቕ ካብኡ እግዚኣብሔር ኣቦ ብጌታ በኢየሱስ ክርስቶስ ቃል ኣምላክ ክዛረብ ከሎ ሲ እቲ ሓቂ መንፈስ እዩ ትብለና እቲ ሓቂ መንፈስ ተልና ሓሳዊ መንፈስ ካሎ ማለት እዩ እቲ ሓቂ መንፈስ ምስ መፀ ሲ ናብቲ ሓቂ ኩሉ ክረዳእኩ እዩ ብጎይታ በኢየሱስ ክርስቶስ ስም እግዚኣብሔር ኣምላኸ ንዓይን ንሕዋተይን ስለ ዝረዳእኻና ተመስገን ስለ ህያውካ ስለ ቃልካ ስለ ክብርካ የመስግነካ ኣለኹ ብጎይታ በኢየሱስ ክርስቶስ ስም ኣሜን